ነቲ ጥቓኹም ዘሎ ሰብ እግዚኣብሔር ዝረዳእካ ሰብ ኢኻ እስኪ በሎ። እግዚኣብሔር ዝረዳእኪ ሰብ ኢኺ በሎ። ሃሌሉያ ማለትኩም ኮይኑ በሎ። ምክንያቱ ኣምላኽ እንተዘይረድኣኒ ኣነ ኣብዛ ይመሃለኹ ሎሚ ዓንቲ ማለትሲ ብግልፂ ማለት እዩ። ኣምላኽ ስለ ዝረድኣካ ኢኻ ኣብዚ ዘለኻ። ኣምላኽ ስለ ዝረድኣኒ እየ ኣብዚ ዘለኹ እምበረይ፣ ብሓይሉ ብናቱ ነገር ዝመጸ ኣብዚ ኣብ ማእከልና የልቦን እኮ እዩ። ስለዚ ምሕረቱ በዚሕልካ፣ ረድኤት በዚሕልካ ስለ ዝኾነ ብምርዳእ ነቲ ኣብ ጥቓኻ ዘሎ ሰብ እግዚኣብሔር ዝረድኣካ ሰብ ኢኻ በሎ። ሃሌሉያ! እግዚኣብሔር የረዳው ሰዎ ኣሜን ዶ ኣምላኽ ዝረደእና ሰባት ኢና እስኪ በጃኹም ዝተረድኡ ሰብ ተስዩ ድሙቕ ዕልልታን ጠቕዒትን ነዚ ጎይታ እዚ ሃለሉያ ሸሪቫታ ዲያና ካቦ ሻላሃዲና ኣሳቫማ ሃለሉያ ቴንክ ዩ ጎይታ ይባርኽኩም ነዚ ጎይታ እዚ ዋላ ተገልቢጥና ከማን ተኽቢርናዮ ይውሕዶ እዩ ተሲእና ኣይኮነን ዋላ ተንከራሪና ከማን ክብሪ ንዓኻ ይኹን እንተልና ይግቦ እዩ ኣሜን ዶ ንሱ እኮ ጥራይ ዝባኑ ዕርቃኑ ገዲፉ እኳ እዩ ኣብቲ መስቀል ስምዑ ዶ ኣነ ብዚኣ ሕጂ ከም ገለ ናይ ዕርቃነይ ነገር እንተዝቕላዕ ከመይ ውርደት እዩ ሓቀይ ዶ ኣይኮነን ስምዑ ዶ ኣብ ዝኹን ኣብ ቅድሚ ዝኾነ ሰብ ዕርቃንኩም ድሕዳ ቅልዕ ኢልኩም ከመይኹም ትዋረዱ ከመይኹም ትስከፉ ከመይኹም በቃ ሸም ነገር ዝስማዕኩም

እሱ ዝኾነልካ እንድሕር ተረዲእካ ፕሮቶኮል ዝበሃል ኣይሰራሕን እዩ ነነነነነ ኣይሰራን በየሱስ ስም ሃሌሉያ ስለዚ ከተምልኹ ከለኹም ዝተገብረልኩም እሞ ዘክሩ ዝኽ- እቲ ዝኸውን ኩኑ በጃኹም ዳዊት ዕቡድ ክኸውን ከሎ ስቕል ይኮነ ዓቢዱ ሚካል ክትንዕቆ ከላ ስ- ስቕል ይኮነ ዓቢዱ ከንቱ ዝኾነ ሰብ ከም ዝቕላዕ ንጉስ እስራኤል ሎሚ ኣብ ቅድሚ ኣግራዱ ብምቕልዑስ ከበር ያቶ ስምዐ ኢልዋ ኣነ ዝተረዳእኒ ገይረ ካብ ቤት ኣቦኹ ዘናገፈኒ ኢልዋ ካብ ቤት ኣቦኹ ሓራ ዘውፀኒ ኣብ ቅድሜ ነረ ኢልዋ ጎይታ ይባረኽ ስለዚ ኣብ ቅድሚኡ ኩሉ ኩኑ ኣሜን ዶ ከም ኩሉ ኩኑሉ ጎይታ ይባረኽ ይግቦ እዩ ንሱ እስኪ ድሙቕ ዕልልታ ጣቂት እንደገና ነዚ ጎይታ ሃሌሉያ ጎይታ ይባረኽ ክብሪ ንኣምላኽ ይኹን እዚ ዘንበብናዮ ቃል ጎይታ ይመስገን ሃዋርያ ጳውሎስ ካብ መዝሙር ዳዊት ሚእትን ዓሰርተ ሽዱሽተን ቁጽሪ ዓሰርተ ካብኡ ወሲዲኡ ደጊሙ ተዛሪቦ ጽሑፍ ኣሎ ኢሉ እታ ጽሕፍ ትብኣ እያ ደላ ኣመንኩ ስለዚ ከዓ እንታይ ገበርኩ ተዛረብኩ ኢሉ ንሕና ከዓኒ በቲ መንፈስ ሓደ ስለ ዘለና ናይ እምነት መንፈስ ሓደ ስለ ዘለና ኢሉ ንኣምን ስለዚ ከ እንታይ ንገብር እስኪ ንዛረብ በሎ ሎሚ ኣፍኩም ክንቀሳቀስ እዩ ኣሜን ዶ ክሰምዕ ኣፍኩም ክዛረብ ኢሎ ማዓንቲ ብል ኣለኹ ኣፍና ክዛረብ ኢሎ ማዓንቲ ጎይታ ይባረኽ እያ እሱ እቲ ርእስተይ ንቃል እግዚኣብሔር ከም ዘለዎ ምእማንን ምድጋምን ምዝራብን ኣሜን ዶ ቃል ኣምላኽ ኣብ ህይወትካ ዝሰርሕ ብክልተ መንገዲ እዩ እቲ ዝሰማዓካ ቃል ከም ዘለዎ ትቅበሎ ትኣምኖ ንዑ ድማ ብርትዕ ትዛረቦ ታምራት ይኮን መልእክቲ እዚኣ ተወዲኣ መልእክቲ ሎምዓንቲ እዚኣ እንተ ሕዝክማ መልእክተይ ወዲኤን ኣብ ቅድሚ ጎይታ ነግረኩም ኣለኩ I'm just done እሳ እታ መልእክተይ ዘይሓዝዋ ቃል ኣምላኽ ከም ዘለዎ ተቀቢልካ ናትካ ግበሮ ወንኖ ዋንነት ይሰማዓካ ኣብቲ ቃል ብርትዕ መንፈስ ቅዱስ ኮንካ ድማ ብኣፍካ እንደገና ኣውጆ ተዛረቦ ሚራክል is going to happen ቃል ጎይታ እሱዩ በቃ ቃል ኣምላኽ ኣባይን ኣባኻትኩም ዝሰርሕ ከምኡ እዩ ቃል ኣምላኽ ባዕሉ ብገዛ ርእሱ ልዑል ቃል እዩ ዓብ ቃል እዩ ብገዛ ርእሱ ዝሰርሕ ቃል እዩ ግን ኣባይን ኣባኻትኩም መፅኡ ክሰርሕ ከሎ ናተይ ናትኩምን ኮንትሪቢሽን ናተይ ናትኩም ፓርቲሲፔሽን ግና እንታይ ተራኢልኩምኒ ነቲ ቃል ከም ዘለዎ ምቕባል ምእማን ኣብቲ ቃል ድማ ርትዒ ምርካብ ነቲ ቃል ምውናን ናተይ እዩ እቲ ቃል ኣብ ውሽጥኻ ናትካ ጌርካ ክትሕብሮ ክትወስዶ and then ብርትዒ መንፈስ ቅዱስ ኮንካ ድማ ተረቲዕኻ ነቲ ቃል ብኣፍካ ክትደግሞ ከለኻ ተኣምራት ኣብ ህይወትካ ክጅምር ክጅምር እዩ። ጎይታ ይባረኽ። ሎሚ ክትዛረብ ክጅምር ከለኻ ኣብ ህይወትካ ዘሎ ኩሉ ዘሸግር ዝመስል ክትስእኖ ክትጅምር ኢኻ። ኧረ ኣሜን ክሰምዕ ዝኣመነ ጥራይ ኣሜን ይበሎ መዓንቲ ጎይታ ይባረኽ። ሃሌሉያ ቃል ኣምላኽ ባዕሉ ብገዛ ርእሱ ብዓንደ ርእሱ ቃል እግዚኣብሔር እንታይ ይመስልኩም በዓል ስልጣን ዕብራውያን ምዕራፍ ኣርባዕተ ቁጥሪ ዓሰርተ ክልተ ክነግረና ከሎ እንታይ እናመስግብ ቃል እግዚኣብሄር ኢልና ምሽ እ? እንታይ እንታይን እዩ ህያውን መስለጥን ካብ ክልተ ዝኣፉ ሴፍ ኸ እንታይ ይገብር እዩ ይበልሕ እዩ ኢልና ኣሎ እቲ ቃል ኦኬ ስለዚ ሴፍ ካብ ሰገቡኡ ኣውፂኻ ምስ መዘዝካዮ ክልተ ኣፍ ኣለዎ ሓደ ኣብዚ ኣፍ ኣለዎ እቲ ሓደ ኣፉ ድማ ኣብዚ ኣሎ ስለዚ ብክልቲኡ እንታይ እዩ በልሕ እዩ ቃል እግዚኣብሔር ልክዕ ከምኡ ክርዳእና ምእንቲ ብሴፍ ገይርዎ እምበር ካብኡ ንላዕሊ እዩ ግን ንዓይ ንዓኻትኩም ብዝርዳእና ሜታፎር ገይሩ ከቕረቦ ከሎ ካብ ክልተ ዝኣፉ ሴፍ እንታይ ይገብር እዩ ይበልዕ እዩ ናብዚ ተቢልካዮ ይቆርፅ ናብዚ ተቢልካዮ ድማ እንታይ ይገብር ይቆርፅ እዩ ብልሒ ኣለዎ ኣብ ስራሕ ኩሉ ግዜ ከላይ ህያዊ መስለጢ ድማ እዩ ጽንዓት ናይ ግዜ ጽንዓት ናይ ዘበናት ፈጺሙ ዘይቅይሮ ኩሉ ግዜ በዓል ስልጣን ኩሉ ግዜ ከኣሊ ኩሉ ግዜ ፈጣሪ ኩሉ ግዜ ሳስተይነር እዩ ኩሉ ግዜ ምስ ሓይሉን ምስ ስልጣንን ዘሎ በዓል ስልጣን ዝኾነ ቃል ድማ እዩ ህያው እዩ የስልጥ ድማ እዩ ኣብ ኩሉ ግዜን ኣብ ኩሉ እዋንን ማለት እዩ። ከስልጥን ክሰርሕ ከሎ ድማ ኣብ ህይወትና ክመጽእ ከሎ እንታይ ኢሉ ነፍስን መንፈስን እንታይ ዝገብር እዩ ዝፈላልዩ እምሕላን ኣትዩ ድማ ክሳዕ ዓንጉዕን ጅማትን ድማ እንታይ ዝገብር እዩ ዝሰጥም እዩ ማለት ኣብ መንፈስካ ይሰርሕ ኣብ ነፍስኻ ይሰርሕ ኣብ ስጋኻ ኸኣ ይሰርሕ። ኣብ መንፈስን ኣብ ነፍስን ኣብቲ ስጋን ኣብ ውሽጥ ኣብ ኩሉ ኣትዩ ይሰርሕ ኣብ ኩሉንትናና እዩ ዝሰርሕ እግዚኣብሔር ኣብቲ ኩሉንታ ናይ ሰብ ኣብኡ ኣትዩ ድማ እንታይ ይገብር ይሰርሕ እዩ ስለዚ ይሰርሕ እዩ ናባና መፅኡ ክሰርሕ ከሎ ካባና ትድለ ሓንቲ ነገር እያ እቲ ቃል ከም ዘለዎ እንታይ ምግባር እስኪ ምቕባል በሉ ምእማን እስኪ በሉ ፒሪድ ክትኣምኑ መጀመርታ ንቃል ኣምላኽ ከም ዘለዎ ከም ቃል ኣምላኽ ጌርካ ንዓኻ ክትቅበሎ ክትወስዶ ንማንም ሰብ ኣይኮንካን ትሰምዕ ሕጂ ዝሰምዖ ዘለኻ ቃል ኣምላኽ ብዛዕባ ማንም ሰብ ኣይኮነን ብዛዕባኻ እዩ ብዛዕባኺ ንጎረቤትኪ ዘሎ ኣይኮነ ንካልእ ኣይኮነ ኢትስ ፎር ዩ ንዓኻ እዩ ሕጂ ከም ቃል ኣምላኽ ጌርካ ንዓኻ ጌርካ ክትቅበሎ ከለኻ ክትኣምኖ ከለኻ ኣባኻ እንታይ ጀብረት ምትቃል ክሰርሕ ጅምር ካልኣይ ካልኣይ ተሰሎንቄ ክዛረብ ከሎ ኣብ ተሰሎንቄ ጳውሎስ ንሰብ ተሰሎንቄ ከምዚ ኢልዎም ክልተ ዓሰርተ ሰለስተ ምእንቲ እዚ እውን ኢሉ ነቲ ብኣና ተሰብከ ቃል ኣምላኽ ምስ ተቐበልክምዎ ኢልዎም ጎይታ ይባረኽ ሰብ ተሰሎንቄ ቃል እግዚኣብሔር ምስ ሰምዕዎ ነቲ ቃል ከም ዘለዎ እንታይ ገይሮሞ እስኪ ተቐቢሎሞ በሉ ከም ዘለዎ ተቐቢሎሞ እሞ ንሱ ኣባኻትኩም እትኣምኑ ሃሌሉያ ኣባኻትኩም እትኣምኑ ዘለኹም ነቲ ቃል ድማ ዝተቐበልዎ ዝኣምንዎ ዘለዉ ሰባት እንታይ ኢልዎም ዝዓይ ዘሎ ቃል ኣምላኽ ዝዓይ እምበዓረይ ከም ዘለዎ ክንሰምዖ ክንቅበሎ ክንኣምኖ ድሓር ድማ ክንዛረቦ ኮልና ክዓይ ይጅምር ከምቲ ብሓቂ ኮይንዎ ዘሎ ቃል ኣምላኽ እምበር ከም ቃል ሰብ ስለ ዘይተቀበልክሞ ንሕና ከየብኮርና ንኣምላኽ ነመስግኖ ኣሎና። ስለዚ ሰብ ተሰሎንቄ ብጣዕሚ ዘገርሙ ሰባት እዮም። ቃል እግዚኣብሔር መጀመርታ ክሰምዑ ከለዉ ኣሰማምዖም ብጣዕሚ ጥዑይ ነይሩ። እቲ ኣሰማምዓ ከም ቃል ሰብ ዘይኮነ ከም ቃል ኣምላኽ ካብ ኣፍ ኣምላኽ ከም ዝወጸ ቃል ገይሮም ነቲ ቃል ብኣኽብሮት እዮም ሰሚዕሞ። ንቃል እግዚኣብሔር ክሰምዑ ከለኻ ኣሰማምዓኻ ብጣዕሚ ስም እቲ መጀመርታ ጥዑይ ክኸውን ኣለዎ ማለት እዩ ዘዳግም 28 ቃል እግዚኣብሔር ኣምላኽካ ተጠንቂቕካ እንተሰማዕካዮ ብምጥንቃቕ ኢኻ ትሰምዖ ብኣዝዩ ምጥንቃቕ ኢኻ እንታይ ትገብሮ ትሰምዖ ማለት እዩ ስለዚ ከም ቃል ኣምላኽ ገይሮም ሰሚዐሞ ከም ቃል ኣምላኽ ድማ እንታይ ገይሮሞ ተቀቢሎሞ የስ እዚ ቃል ሓቂ እዩ ኢሎም ድማ ተቀቢሎሞ ነቲ ቃል እንታይ ገይሮሞ ኣሚኖሞ እቲ ቃል ድማ ኣብኦም እንታይ ክገብር ጀሚሩ እዩ ጀሚሩ። ሰብ እብራውያን ናይዚኦም ኣንጻር እዮም ነይሮም። እቲ ቃል ምስቶም ሰማዕቱ ብእምነት እንታይ ስለ ዘይኮነ ኢልዎም ኣሎ። ስለዚ ቃል ኣምላኽ መጀመርታ ክትኣምኖ ምሳኻ ክሓብር ዋና ክትከውን ማለት ሲ ዋንነት ክስምዓካ እዚ ናተይ እዩ ክትብሎ እዩ ዘለካ ራሜን ክሰምዕ ምክንያቱ ክሳዕ ክሉ ጌርካ ዘይሓዝካዮ እቲ ቃል ሓሊፍካ ክኸይድ ብግዲ እዩ ብዙሕ ግዜ ድማ ቃል እግዚኣብሔር ኣባና ብትኽክል ዘይሰርሕ ድማ ወይ ንሰምዖ ኣብ ደረት ልብና ይቕመጥ ጸላኢ መጺኡ ይወስዶ ወይ ድማ ሰሚዕና ስለ ዘይንኣምኖ እዩ። ሰሚዕና እንድሕር ደኣ ንኣምኖ ኮይና ከም ዘለዎ ንቕበሎ ተኾይና ተኣምራት ጀሚሩ ኣሎ ሻዕ እቲ ቃል ክሰርሕ ይጅምር እዩ ጎይታ ይባረኽ። ስለዚ ቃል እግዚኣብሔር ምስ ሰማዕናዮ ምስቶም ሰማዕቱ ብእምነት ኣብ ውሽጢ እንታይ ክኾን ኣለዎ እስኪ ክወሃድ ኣለዎ በሉ ክሓብር ኣለዎ እስኪ በሉ በቃ ምሳይ ክሓብር ኣለዎ ቃል ኣምላኽ እሕብርዎ ምሳኹም ኣሰማምዕዎ የስ እዚ ቃል ሓቂ እዩ ኣው ይረግፅ ኣለኹ ኣው ዶ ብብል ኣለኹ ብርትዐ ኣው ይቆወም ኣለኹ ክንብል ይግባኣና እዩ ቃል ኣምላኽ ክሳዕ ዝኾነ ማለት እዩ ጎይታ ይባረኽ እቲ ቀዳማይ እዚ እዩ እቲ ቃልኣይ ድማ ነቲ ዝሰማዕናዮ ቃል ኣምላኽ ነቲ ዝተቐበልናዮ ቃል ኣምላኽ ነቲ ዝኣመናዮ ቃል ኣምላኽ ድማ ናትና ምስ ገበርናዮ ድማ ብኣፍና ድማ ክንደግሞ ከለና ክንዛረቦ ከለና ራሜን ክሰምዕ ትደግሞ ነቲ ቃል ትዛረቦ ሰይጣን ኣፍኩም ክኸፈት ኣይደልን እዩ ስቕ ክትብል እዩ ዝደልየካ ጎይታ ድማ ኣፍካ ክኽፈት እሞ ክትዛረብ ቃሉ ክትእውጅ እደልየካ እዚ እቲ ምስጢር ነፍሰይ ስቕ ከይትብልሲ ምእንቲ ክትዝምረልካ ኢሉ ምሽ ዘማራይ እ? ነፍሰይ ስቕ ከይትብል ስቕታ ናይ ምዉታት እዩ ስቕታ ናይ ድንዙዛት እዩ ህያው ዘሎ ብህይወት ዘሎ ስቕ ኣይብን እዩ ኩሉ ግዜ ኣፉ ይኸፍት ቃል እግዚኣብሔር ይዛረብ ይጨድር ድማ እዩ ጎይታ ይባረኽ ቃል ኣምላኽ ፕሮክሌም ይገብር እዩ ጎይታ ይመስገን ስለዚ ኣምላኽ ክንዛረብ እዩ ዝደልየና ድምፅና ክሰምዖ ቃላቱ ብድምፅና ክወፅእ ይደልዮ እዩ ከምኡ እቲ ናይ ኣምላኽ ድልየት እሱ እዩ ናይ ጸላእ ደይ ድማ ሕትም ኢልካ ሕትም ስለምንታይ እዚ ዘይኮነ ጎይታይ ኣይመለሰን ኢልካ ኣብቲ ልብኻ ጉምሪም ትሕምዒም ትብል ክትጉሂ በቃ ኮይኑ ኣሎ በቃ ከም ዝኾነ ይኹን ኢልካ ኣብቲ ልብኻ ኖ ነገራት ኣይኮና ኣለዉ ኣይተሳኽዑን ኣለዉ ኣንጻሮም ድማ ቃል እግዚኣብሔር ክትእውጅ ጎይታ ዝደልካ ኣሜን ዶ ሽዑ ቃል ኣምላኽ ኣብ ህይወትካ ክሰርሕ ዝጅምር ኧረ ኣሜን ክሰምዕ ምድሓን እዚ ተቐቢልናዮ ዘለና ምድሓን ናይ ኣምላኽ ዋግኡ ክቡር እዩ ዋግኡ ኣዝዩ ክቡር እዩ ኣምላኽ ዝኾነ ዲቫይን ዝኾነ መለኮት ዝኾነ ኣምላኽ ክውለድ ከሎ፣ ክጥመቕ ከሎ፣ ክትስእ ከሎ ዘይኮነ ወዲ ኣምላኽ ዝተባህለ ድማ ካብ ዘለኣለም ወዲ ኣምላኽ ዝነበረ ኣምላኽ ዝኾነ ናብ ስጋ ክመጽእ ዲቫይን ዝኾነ መለኮት ዝኾነ ናብ ስጋ ናብ ሰብ ዓይነት ሂማን ፎርም ክመጽእ ማለት ከምዚ ዓይነት ዋጋ ምኽፋልን ሳክሪፋይስን የለን ከምዚ ዓይነት ውርደት የለን ኣሕዋት እየ ነግረኩም ኣለኹ መለኮት ዝኾነ ጎይታ የሱስ ክርስቶስ ሰብ ምዃን ማለት ሲ እንታይ እሞ ክብለኩም እየ ግደፎ እሞ እቲ ካልእ ነገራት ሰብ ምዃን ባዕሉ ሰብ ምዃን ጥራይ ንሓደ ዲቫይን ዝኾነ ሰብ ምዃን ማለት እዚ ዓብዪ ዋጋ እዩ ዓብዪ መስዋእቲ እዩ ኣሕዋተይ ጎይታ ንዓይ ከድሕነኒ ምድሓን ክበኒ ንዓኹም ክበኩም እዚ ዋጋ እዚ ከፊሉ ኣሎ ሰብ ምዃን ጥራይ ዘይኮነ ድማ ኣብዛ ባዕሉ ብገዛእ ኢዱ ዝሰርሓ ምድሪ ዝፈጠራ ምድሪ ድማ በተን ዝፈጠረን ኣእዳው ብአን ተሸንኪሩ በተን ዝፈጠረን ከናፍር ድማ ብአን ምልጋፅን እ፣ ልግጫን ፀጊቡ ኣብ መስቀል ከም ዳዓንተ ወይ ዝበልኩም ጥራይ ኣካላቱ ኣክንዲ ኩላትና ኮይኑ ሓዲግ ሰማይን ሓዲግ ም- ምድርን ናይ ብዘሎ ክብደት ኣካላቱ ኣብ ሰለስተ መስማር ኮይኑ ጠልጠል ኢሉ ሞይቱ ክቡር ደሙ ኣፍሲሱ መሪር ሞት በቃ ሞይቱ መሪር ዝኾነ ሲ ሞት ሞይቱ ሕዋት ከቢድ እዩ ከቢድ እዩ ንእሸ መርፉ ክትወግኣካ ዘሎ ቃንዛ ኩሉ ኣካላትካ ፈር እዩ ዝብል ሰለስተ ዓይነት መሳምር ኣብ ኣካላትካ ኩሉ ክብደት ኣካላትካ ኣብኡ ኮፍ ክብል ከቢድ እዩ ሕዋት መሪር ሞት ሞይቱ ሞይቱ ከኣ ኣይተረፈን ክብሪ ንኣምላኽ ይኹን ድሕሪ ሳልስቲ ከኣ ብዓወት ብሓይሊ መንፈስ ቅዱስ ከኣ እንታይ ኮይኑ እዩ በለኹ ኢሉ ድማ እንታይ ኮይኑ እዩ ተሲኡ ጎይታ ይባረኽ ምድሓነይን ምድሓንኩም እንበዓር መሰረቱ እዚ እዩ እዚ ዓይነት መሰረት ዘለዎ ምድሓን እዚ ኣባይን ኣባኻትኩም ክመፅእ ከሎስ ከም ዘለዎ ዘይወሃበና እቲ ዝበዝሐን ዝዓበየን ዋግኡ ተኸፊሉ እንዲ ግዲ ስቕ ኢሉ ዘይንቕበሎ እንካ ተወዲኡሎ ዘይንበሃሎ ስለምንታይ? ኣባና ክመጽእ ኣባና ክሰርሕ ናትና ክኾን ግና ክልተ መንገዲ ደልዩ ጎይታ ሓደ ነቲ ዝተገብረ ክንኣምኖ ካልኣይ ነቲ ዝተገብረ ድማ ብኣፍና ክንምስክሮ ኣሜንዶ ክሰምዕ ኣሰራርሓ ናይ ኣምላኽ እዚ ምድሓን ናባና ዝዓየየ መንገዲ በዚ እዩ ናይ ምድሓን ፎርሙላ ሰብ ብልቡ ኣሚኑ እንታይ ይገብር? ይጸድቕ። ብኣፉ ተኣሚንኸ? ስለዚ እቲ ዝተገብረ ዓብዪ ምድሓን ናተይ ክኸውንሲ ክኣምኖ ኣለኒ መጀመርታ፣ ደሓር ድማ ክዛረቦ ኣለኒ ናተይ ክኸውን ምእንቲ። ስለዚ ሰብ ብልቡ ኣሚኑ እንታይ ይገብር? ይጸድቕ። ብኣፉ ተኣሚኑ ኸኣ ይድሕን። ስለዚ ኣምላኽ ንየሱስ ካብ ምዉታት ከም ዘተንስኦ እንተ ኣመንካ ክትጸድቕ ኢኻ። ጎይታ ምዃኑ ከኣ ብኣፍካ እንተ መስከርካ እንታይ ክትገብር ኢኻ? ክትድሕን ኢኻ። ምድሓን እዚ ዓቢ ዋጋ ዘለዎ ኣባና ክሰርሕ ኣባና ናትና ክኸውን ግና እዚ ክልተ መንገዲ ኣገዳሲ ነይሩ ማለት እዩ። ስለዚ ቃል ኣምላኽ ኣብ ህይወትና ዝዓይ በዚ ክልተ መንገዲ እዩ። ንኣምኖ ናትና ንገብሮ at the same time ድማ ነቲ ዝኣመናዮ ናትና ዝገበርናዮ ድማ ንዑ ድማ ኣብ ኩነታትና ድማ ኣብ ህይወትና ድማ እናተዛረብናዮ እናበልናዮ እናደገምናዮ ክንከይድ ከሎና ነገራት እናተሰርዑ ነገራት እናተ በ- በቃ መስርዖም እናሓዙ እዮም ዝኸዱ ጎይታ ይባረኽ ክብሪ ንኣምላኽ ይኹን ኣሜን ዶ ክሰምዕ መዝሙር ሳልሳን ኣርባዕተን ናይ ዳዊት መዝሙር እዩ ስም- መዝሙር ሳልሳን ኣርባዕተን ካብ ዓሰርተ ክልተ ክሳብ ዓሰርተ ሰለስተ ከምዚ ኢሉ ሓቲቱ እቲ ዘማራይ ህይወት ዝፈቱ ኢሉ ጽቡቕ መዓልታት ክርኢ ዝደሊ ሰብ መን ኣሎ ትሓቶ ግልፂ እያ ምሽ ህይወት ዝፈቱ ጽቡቕ መዓልታት ክርኢ ዝደሊ ሰብ መን ኣሎ እዩ ኣነ ሚእቲ ካብ ሚእቲ ርግፀኛ እየ ብዛዕባ መጻኢና ነፍሲ ወከፍ ኣብዚ ገዛ ዘሎ ብዛዕባ መጻኢኡ ጽቡቕ ክርኢ ዘይደሊ ሰብ ኣብ ማእኸልና የለን። ጥዑም መዓልታት ዕረፍቲ ዝመልአን ብኹሉ ትጽበይዎ ዘበለ ኩሉ ረኺብኩም እፎይ ትብሉሉ መዓልቲ ክኾነልኩም ሲ ጸሎትኩምን ትምኒትኩምን ሓቀይ እንደ ምሽ ኦኬ ስለዚ እምበዓር እቲ ቃል ይነግረና ኣሎ መን እዩ ከምዚ ዝደሊ ኢሉ ነጊርና ኣሎ ከምኡ እንድሕር ደሊኻ እቲ ክትገብሮ ዘለካ እምበዓር እዚ ኢሉ ሽዑ መልሲ ሂቡ። ከናፍርካ ካብ ክፉእ ምዝራብ እንታይ ግበረን ኢኻ? ካብ ምዝራብ ጥልመት እውን እንታይ ግበረን? ሓልወን። ኣብ ኣፍካ እዩ ዘሎ እቲ ከ- በቃ እቲ መስርዕ ዘትሕዞ ናይ ህይወትካ ትቕይሶ ናይ ህይወትካ መኣዝን ተትሕዞሲ ኣብዚ እዩ ዘለዎ ማለት እዩ። ስለዚ ክፉእ ምዝራብ ኣልግስ፣ ወይለይ፣ ጠፋእኹ፣ ሞትኩ፣ ወይ ኣነ ዝበሃል ነገርሲ እንታይ ግበሮ? ኣልግሶ። ኣሜን ዶ ክሰምዕ? ኣልግሶ። ጽቡቕ መዓልታት ክትርኢ ምእንታን ግና ነዚ ኣፍካ ኣብዚ ትቃንዮ እሞ ቃል ኣምላኽ ኣብዚ እንታይ ይኸውን? ኣብዚ ተንብር እሞ ቃል እግዚኣብሔር ብኣፍካ ትዛረብ፣ መኣዝን ናይ ህይወትካ ናይ መጻኢኻ፣ ናይ ፋሚሊኻ፣ ናይ ደቅኻ፣ ናይ ማሕበረሰብካ፣ ናይ ሃገርካ እናማእዘንካዮ ክትከይድ ስልጣን ኣለካ። ኣሜን ክሰምዕ። ምስቲ ቃል ጥራይ ኮኦፐሬት ግበር ንስኻ። ነቲ ቃል ጥራይ እንታይ ግበሮ? ነቲ ቃል ነቲ ህያው ዝኾነ ቃል ባዕሉ በዓል ስልጣን ዝኾነ ቃል ንዑ ኣሚንካ ብኣፍካ ድማ እንደገና ክወጽእ ተኣመኖ እቲ ቃል እቲ ቃል ተኣሚንካ ብዝተዛረብካዮ ቁጽሪ ነገራት ማእዝኖም እንዳሓዙ እንዳሓዙ እንዳሓዙ ክኸዱ እዮም። ጽቡቅ መዓልትታት ክርኢ ዝደሊ ሂወት ዝፈቱ ሰብ መን ኣሎ እወ ቃላት ኣፍካ ቃል እግዚኣብሔር ይምላእዮ ብኣፍካ ትዛረቦ ነገራት ብምሉእ እንታይ ይኹን ቃል ኣምላኽ ተዛረብ ኩነታትካ ርኢኻ ንኩነታትካ ዝሳነ ዘይኮነ ኣንጻር ኩነታትካ ቃል እግዚኣብሔር ዘሎ ግና ንዑ ደው ኢልካ ክደግሞ ከለኻ ነገራት ኩሎም በቦቶም መመስርዖም ክሕዙ ክጅምር እዮም ኣሜን ክሰምዕ ስለዚ ምስ ቃል ኣምላኽ ኮኦፐሬት ምዃን የድልየና። ምስ ቃል እግዚኣብሔር ኮይንካ ምዕያይ የድልየና ማለት እዩ። ቃል ኣምላኽ ብኣፍኩም ይውፃእ። ሎሚ ነፍሲ ወከፍ ኣፍ ሰብ ይፈታሕ ይብል ኣለኹ። ሰይጣን ዋላ ኣብዚ ክተሓናናቐካ ክፍትን እዩ ቃል እግዚኣብሔር እንታይ ከይትገብር ምእንቲ ብኣፍካ ከይተውፅእ ክተብል ኖ ቡፍ ይበል ኣፍካ ይውፃእ ኣሜን ዶ ክሰምዕ ይውፃእ ቃል እግዚኣብሔር ብኣፍካ ቃል ኣምላኽ እንታይ ግበሮ ኣውፃኢ ዶ ሞመንት ስታርት ሜንሽን ደ ወርድ ኦፍ ጋድ Miracle is going to start ማለት ቃል እግዚኣብሔር ክትዛረብ ምጀመርካ ተኣምራት ክጅምር ይሽዑ ጎይታ ይመስገን ረ ኣሜን ክሰምዕ እርምያስ ምዕራፍ ሓደ ንእርምያስ ጎይታ እንታይ ኢልዎ ንእርምያስ ዝተዛረቦ ቃል እንታይ ዝብል ንእርምያስ ኣብ ምዕራፍ ሓደ እንታይ ኢልዎ ኣብ ማህፀን ኣደኻ ከለኹ እንታይ ገይረካ ኢልዎ ፈሊጠካ ኢልዎ ንህዛብ ነቢ ክትከውንካ እንታይ ገይረካ ኢልዎ መዲበካ ኢልዎ ስለዚ ዝብንቆስ ክትብንቁስ ኢኻ፣ ዝዓኑ ክትዕኑ ኢኻ፣ ዝፈርስ ከተፍርስ ኢኻ፣ ኣነ ከናግፈካ ምእንቲ ምሳኻ ክኸውን እየ ኢልዎ። ኤርምያስ ከኣ ኣታ እግዚኣብሄር ኣምላኽ ኣነ እንታይ እየ ኢልዎ፣ እዚ ዝገብር መን እየ? ንእሽተይ ቆልዓ እየ ኢልዎ። ጎይታ ግን ቆልዓ እየ ኣይትበል፣ ንቃላተይ ኣብ ኣፍካ ኣብ ከናፍርካ ኣቐምጦ ኣለኹ ኣንብሮ ኣለኹ period ዝብንቆስ ትብንቁስ ኣብ ሂወትካ ዝትከል ትተክል ኣብ ሂወትካ ዝምሑ ትምሑል ዝዕኑ ትዕኑ ብሂወትካ ጥራይ ትሕሰብ ፋሚሊኻ ኮሚኒቲኻ ኣብ ቸርች ኣብ ሃገር ኣብ ኩሉ በዚ ኤርያ እዚ ተሲእና ዝትከል ክንተክል ዝፈርስ ከነፍርስ ዓቕሚ ኣለና። እረ ኣሜን ክሰምዕ ነገራት ጋሕመጥመጥ ኢሎም ከለው ስቕ ክንብል ኣይግባእናን ኖ ቃል እግዚኣብሔር ሴፍካ ካብ ሰገቡኡ እንታይ ግበሮ ኢኻ ምዝዛብ ኣሎ ጎይታ ይባረኽ እቲ ቃል ኣምላኽ ይመዘዝ ብኣፍካ ይውፃእ ደሞ ንስኻ ቃል እግዚኣብሔር ዛሪብካ እግዚኣብሔር ኣብ ስራሕ ኣሎ ኣምላኽ ድማ እቲ ዝጽቡቕ ነገሩ ክነግረኩም ቃሉ ክትእውጅ ከለኻ ቃሉ ክትዛረብ ከለኻ ንቃሉ ክትብሎ ከለኻ ሰይ ዝወደይ ጽቡቕ በልካ ኣነ ደኣ እሞ ንቃለይ ዘኽብር ኣምላኽ እንደ ማሕተም እገብር ኣለኹ ዲም ኢደ ብለሉ ኣሜን ዶ ኣየ እዛ ጓለይ ብርኽቲ ምሳይ ተሰማማዕኺ እቲ ብልበይ ዘሎ ከምኡ እዩ ንቃለይ ዘኽብር ኣነ ካብ ቃለይ የማን ጸጋም ዘይዕጸፍ ኣምላኽ ኣነ ቃለይ ብኣብ ክወጽእዎ ንቃለይ ከጽንዖ ከም ዝፍጸም ገብሮ ኣነ ህያወ ማሕተም የቐምብጠሉ እግዚኣብሔር ስኻ ጥራይ ግዴኻ እንታይ ምዝራብ ትቃል

እዚ ዝስራሕ ብሓደ ምኽንያት እዩ። ንቃል እግዚኣብሔር ናትካ ጌርካ ኣፍካ ክትከፍት ከለኻ ክትዛረቦ ከለኻ ግን ዝኸውን ነገር እዩ። ኣሜን ዶ ክሰምዕ? እቲ ቃል ባዕሉ ብገዛእ ርእሱ ይሰርሕ፣ ግን ምስኡ ኮኦፐሬት ክንገብር ግና ጎይታ ይደሌና እዩ። ኣሜን ዶ ክሰምዕ? እስኪ ከምዚ በሉ፣ ቃል እግዚኣብሔር በሉ ኣለካ ዝበለኒ ኣለኒ እስኪ በሉ እስኪ ማለትኩም ኮይኑ በሉ ስለ ምድጋም ንዓይ ደድሕረይ ክትስዕቡ ጣይ ደይኮነሲ ገለገለስ ሞተረ ከዓ ወስዶ ከዓ በሉ ጎይታ ይባረክ ናትኩም ግበርዎ ኣምላክ ይባረክ ኣሜን ዶ ናትካ ምስ በቃ ክሰማማዕ ከሎ ተቃልሲ በቃ ብሓይለ ገዘል ዋላ የስ ኢልካ ክትኣቱ ኣለካ ኣሜን ዶ ዶም ኣትን ኣሕዋት የብለኩም ኣሎ ዶም ሞመንት ናብ ቃል ኣምላክ ዝኣተኹም ንሱ ናባኹም ዝኣተወ መሬት ተወዲኡ ነገራት ተወዲኦም እዮም ኣብዚኣ ምብፃሕ ሓተትሊ ቃል ኣምላክ ናትካ ጥራይ ግበሮ ስለዚ ማለትኩም ኮይኑ ከም በሎ እቲ ዝበለኩም ከም ዘለዎ እመንዎ ስለዚ ኣለካ ዝበለካ ኣለካ ኣሜን ዶ እስኪ ኣለካ ዝበልካኒ ብሎ ኣለኒ በሎ ክትከውን ኢኻ ዝበልካኒ ክኸውን እየ ክህልወካ እዩ ዝበልካኒ ክህልወኒ እዩ ክህበ- ክትበፅሖ ኢኻ ዝበልካኒ ክበፅሖ እየ ፒሬ ትኽእል ኢኻ ኣለካ ተይልካስ ኣለካ ኣሜን ዶ ንኣብነት ሮሜ ሓሙሽተ ምዕራፍ እ፣ ሓደ ጥቕሲ ሓደ እምበኣርሲ ብእምነት ካብ ጸደቕና ምስ ኣምላኽ ብጎይታና የሱስ ክርስቶስ ሰላም ኣሎና። ይሃልወና እያ ትብልታ ናይ ቀደም ትርጉም ኣብቲ እንግሊዝኛ ግን ሃዝቢ ኣሎና እያ ትብል። ስለዚ ብጎይታ እንድሕር ጸዲቕካ ምድሓር ረብካ ሰላም ኣሎካ ተይልካ ሕጂ እስኪ ሰላም ኣለኒ እስኪ በል ፒሪድ እቲ ዘለ እቲ ዝበሎ ኢኻ ትደግም ንሕና ክንደግም ከለና ናትና ሓሳብ ወይ ኣብ ኣየር ዝተርፍ ብልኾን ዘይሓልፍ ዘረባታት ኣይኮንና ንደግም ንሕና ንደግም ንቃል ኣምላኽ ካልእ ንደግሞ ነገር እዚ ካልእ ስድካ በላበለው ዝባል ነነነነ ንሕና ንደግሞ ቃል ኣምላኽ ኣሜን ዶ ክሰምዕ ቃል ኣምላኽ ድማ መሬት ኣይወድቕን ተዛሪብካዮ እንታይ ኣይወድቕን ይብል ኣለኹ መሬት ኣይወድቕን ኣብቲ ዝድለ ኣስሊጡ እዩ ዝምለስ ተወዲ ቃል እግዚኣብሔር ህያው ቃል እግዚኣብሔር ሓቂ ስለዚ ናተይ ናትኩምን ምስትቃር ኮኦፐሬት ምግባር ጥራይ ስለዚ ኤርሚያስ ቆልዓየ ኣይትበል ኢኻ ጥራይ ኣነ ኣብ ኣፍካ እንታይ ኣንቢረ ኣለኹ ቃላተይ ኣንቢረ ኣለኹ በዚ ቃል እዚ እንታይ ክትገብር ኢኻ ክትነቅል ኢኻ ከተፍርስ ኢኻ ከተዕኒ ኢኻ ክተክል ኢኻ ክትሃንፅ ድማ ኢኻ በቲ ቃል ኢኻ ትሰርሕ ስለዚ ኣብ ህይወትኩም ጥዕና እንድሕር ደኣ ጎዲሉ ሪኢኹም ኣለኹም ድሕር ደኣ ሕማም መፅዩ ኣይትፍርሑ ኣጆኹም ኣጆኹም ሰይጣን እዚ ድኣ ሕጂ ከምዚ እንድዩ ከምዚ እንድዩ ክኸውን ከምቲ እንድዩ ክኸውን ክትመውት ኢኻ ኣይመውትን እየ በሉ ተሞይተ ንገዛና እንደ ዝኸይድ እፍርሓኒ ኣይኮነን ግን ብግዜ ግዜ እዩ ኣይመውትን እየ እስኪ በሉ ሞት ሞት ዝጨንወኩም ሰባት ኣይመውትን እየ በሉ እስኪ ዓው ኢልኩም ኣይመውትን እየ በሉ ብህይወት ክነብር እየ ግብርታት እግዚኣብሄር ድማ ከዘንትዎ እየ ፒሪድ ወይ ክንጠቐ ወይ ክሓልፋ እንደ እዚ ትሑዝ ነገር እንድዩ ግን ቅድሚ ግዜ ግን ኣይመወትኒ ኣሳይመንት ኣለኒ ኣሳይመንተይ ገሬ ዝመውት ኢኹም ትብሎ እንተኸይደ ከዓኒ ዝበለፀ ገዛና እየ ዝኸይድ በልዎ ናብቲ እተዳለወለይ ማሕደር ናብኡ እየ ዝኸይድ ተኸይደ ናብ ዝበለፀ ቦታ እያ ዝኸይድ ኣብዚ ጋሻን መንገደኛን ሓላፊ እየ ዘለኹ እኮ መሬት ተቐማጢ ናይዚ ምድሪ ኣይኮንኩን። ስለዚ ንገዛና እያ እንተኸይደ ንገዛና እያ ዝኸይዳ ጆኻ በሎ። ኣሜን ዶ እዎ እንተኸይደ ናበየ ዝኸይድ እስኪ ሻካታራ ባድያ ዳዳዳሃ ሺና ሃዲና ሃማራ በሆያ እወ ሰይጣን ተስፋ ክቆርፀኩም እንዲ ዝደሊ ብሓንቲ መንገዲ እዮም ተስፋ ተቆርፅዎ ቃል ኣምላኽ ተቆስሉ ስምዓኒ ኣይመውትን እየ ቅድሚ ግዜ ኣይሞትን እየ ኣይሞትን እየ ቅድሚ ግዘይ እንድሕር ወዲ ኣሳይመንተይ ድማ ሓደ መዓልቶም ክፀንሕ ኣይደልን እየ በልዎ ኣሳይመንተይ እንድሕር ወደዮ ሲ ብድሕሪ እውን ሓንቲ መዓልቲ ክፀንሕ ሲ ኣይደልን እየ ክኸይድ ገዛና እየ ዝደሊ በልዎ እውይ ክብሎ እዚ ዳ ገለ እዩ ሞድ የፍርሖ እስኪ ኣይመወትነ የበሉ ብህይወት ክነብር እየ ግብርታት እግዚኣብሔር ድማ ከዘንቱ እየ በቃ ስለዚ ክብርና ኣምላኽ ይኹን ሕማም ክመፅእ ከሎ ስቕ ኢሉ ሕማም ክመፅእ ኣይትፍቀድሉ ንሕማመይ የሱሰይ እቲ ዝበዝሐ ዋጋ ከፊልዎ እዩ ተኸትኪት እዩ ቆሲሉ እዩ ብስምብራቱ ሓወየ ስለዚ ሕማም ኣቤት ብሽም የሱስ ተላዕል ኢኻ ንዓኻ ጎይታይ ዘይኮነለይ ነገር የብሉን ኩሉ ኮይንዎ እዩ ኩሉ ወሲድዎ እዩ ስለዚ ዩ ሃቭ ኖ ራይት ዩ ሃቭ ኖ ኤኒ ስፔስ ኢን ማይ ባዲ ሊቭ ሚ ኢን ኔም ኦፍ ጂሰስ ርሓቕ ካብ ሕጂ ኪድካ ርሓቕ በሎ ኣይቀውምን እዩ ምክንያቱ በቃ ቃል እግዚኣብሔር እንዲኹም ትነግሩ ዘለኹም ኢሳያስ ሓምሳን ሰለስተን ንገርዎ ብስምብራቱ ሓወየ ብቑስሊ ሓወየ ስለዚ ተኣለ ካባይ ኣሜን ዶ ክሰምዕ ብየሱስም ብቃንዛ ኣይትንበሩ ኣረ ኣሜን ባሉ እወ ብቃንዛ ኣይትንበሩ ብሕማም ኣይትንበሩ ሕጂ እናተዛረብኩ ሕማም ዘበለ ኩሉ ይለዓል ይብል ኣለኹ ኣይ ብሬክ ኤቭሪ ሲክነስ ኢን ደ ኔም ኦፍ ጂሰስ ኩሉ ዓይነት ሕማም ይርገፍ ይብል ኣለኹ መርዘን ይርገፍ ይብል ኣለኹ ብዝሒ ደም ይርገፍ ይብል ኣሎ ይርሓቕ በኢየሱስ ስም እንዳ ሓሚምኩም እታ ትሞትላ እታ ትሞትላ ሕማም ጥራይ ሕመሙ እታ ትሞትላ እታ ናይ መወዳእታ መጽሓፍ ቅዱስ ከምኡ ኢሎ ኤልሳእ ድማ እታ ዝሞተላ ሞት እታ ዝሞተላ ሕማም ሓመመ ኢሉ እታ ናይ መወዳእታ እታ ናይ መፋነወቲ ኮይና እትስ ፋይን ጸገም የለን ተዘይኮነ ግን እምርቐኩም ኣለኹ ብጥዕና ንበሩ ምክንያቱ ኢየሱስ ብጥዕና ክትነብሩ ስለ ዝወዶ ኢትስ ኦልሬዲ ፊኒሽድ ኢትስ ኦልሬዲ ፊኒሽድ። ስለዚ ኣብ ህይወትኩም ክትሪኡ ከለኹም እግዚኣብሔር ምስ ቃል ኣፍኩም ኮይኑ እዩ ዝሰርሕ። ሕማም መፂ ኣሎ ሕማም ኣቤት እወ መፂኻ ዶ እወ ዳሕና ኣይትምፃእ ብየሱስም ተበንቆስ ምክንያቱ የሱስ ወዲይዎ እዩ። ክብሪ ንኣምላኽ ይኹን። ዝኾነ እንዳኾነ ስእልኩም ኣይትረኣይዎ። ቃል ኣምላኽ ሴፍኩም ካብቲ ዝተገባ ኣትሱቕ ኣይትበሉ። ካብቲ ዝተገባ ይውፃእ ይመዘዝ። ኣሜን ዶ ኣሜን ዶ ክሰምዕ ዝኾነ ኮይኑ ከዓነ ኣይትህደሙ ኣይትፍርሑ ኣጆኹም እቲ ብኪዳን እቲ ብኪዳን ምሳኹም እየ ዝበለና ጎይታ ኩሉ ግዜ ምሳና እዩ። ምሳ ርሑቕ ኣይኮነን ካባኻ no way he is in you ክብሪ ንኣምላኽ እዩ። እስኪ ድሙቕ ዕልልታን ጣቂትን ነዚ ጎይታ ሃቦ። ክብሪ ንኣምላኽ ይኹን። ኢየሱስ ጎይታ እዩ። ሃሌሉያ ኣብ ህዝቅኤል ሰላሳን ሸውዓተን እግዚኣብሔር ንህዝቅኤል ሓደ ራእይ ኣርእይዎ ናብቲ ለሰ ወሲድዎ እሞ ኣብቲ ለሰ እንተረኣዮሲ ፋሕ ዝበለ ዓፃፅምቲ መሊእዎ ድማ ኣርእይዎ ዓፃፅምቲ መሊኡ ዓፃፅምቲ ብዓፃፅምቲ ዓፅሚ ብዓፅሚ ድማ እቲ ሓደ ዓፅሚ በቲ በቲ ብዓፅሚ መሊኡ እሞ ዓፅሚ ብዓፅሚ ከ ፍሬሽ ዓፅሚ ከይመስል ዝነቐፀ ዓፅሚ ተስፋ ዘይብሉ ዝተቐብፀ ዓይነት ዓፅሚ ምስ ኣርኣዮ ከምዚ ኢሉ ሓቲትዎ ኣታ ወዲ ሰብ ኢልዎ እዚ ዓፃፅምትስ ህያው ክኸውን ዶ ትብል ኢልዎ ኣዝዩ እቲ ዓፃፅምቲ ካብ ምንቃፁ ዝተላዕለ ኣዝዩ ከቢድ ስለ ዝነበረ ናይ ህዝቅኤል መልሲ ንጎይታ ከምዚ ኢልዎ ኣታ ጎይታ ንስኻ ትፈልጥ ኢልዎም ንስኻ ትፈልጥ ኢልዎም በል ኢልዎም ተዛረብ ኢኻ ኢልዎ ተነበ ኢኻ ኢልዎ ነዚ ዓፃፅም እዚ እግዚኣብሔር ኣምላኽ ከምዚ ይብል ኣሎ ኢልካ ንገሮ ኢኻ ኢልዎ ሃለሉያ ኣቱም ንቁፃት ዓፃፅምቲ ስምዑ ሃለሉያ ዝነቐፀ ተሎ ሎመዓንቲ ይስማዕ ይብል ኣለኹ ዝነቐፀ ነገር ናይ ህይወትካ ይስማዕ ሃለሉያ ኢየሱስ ጎይታ እዩ ዝነቐፀ ተሎ ሃለሉያ! እዚ ሰብኣይ እዚ ክንበ ከሎ ስቕ ኢሉ እዩ ተነበየን። ከምቲ እግዚኣብሄር ዝተዛረቦን ዝሰምዖን ንዕኡ እዩ ደጊምዎ። ኣቱም ንቑጻት ዓጻጽምቲ ክብል ኣቱም ዓጻጽምቲ ክብል ኣንተ ወይ ሰለየ ነገር ነይሩ። ኣቱም ዓጻጽምቲ ጥራይ ኣይኮን እንታይ ዳ ኣቱም ንቑጻት ዓጻጽም ነቒጾም እንዲዮም ጠውሊጎም እዮም ንቕጽ ኢሎም እዮም እግዚኣብሔር ይብል ኣሎ ኢልዎም ልክዕ እቲ እግዚኣብሔር ኣምላኽ ዝተዛረቦ ንዕኡ ክዛረብ ምስ ጀመረ ብል መጽሓፍ ቅዱስ ክንበ ምስ ጀመረ ቃል ከውፅእ ምስ ጀመረ ይብል እቲ ቃል ሃሌሉያ እስኪ ከም ዝበሉ ድሃይ ኮነ እስኪ በሉ the moment you start to speak ክትዛረብ ክትጅምር ከለኻ ደሃይ ክኸውን እዩ። ምስራሕ ክጅምር እዩ። ነገራትካ ኣብ ፍኒሕኒሕ ክመፁ ክጅምር እዮም። ስለዚ እግዚኣብሔር ይባረኽ ክዛረብ ምስ ጀመረ ይብል ደሃይ ኮይኑ ድምፂ ተሰሚዑ እቲ ዓፅምስ ክንቀሳቀስ ጀሚሩ ፍኒሕ ፍኒሕ ፍኒሕ ፍኒሕ ክብል ጀሚሩ ሎሚ ብኢየሱስ ክርስቶስ ስም በቲ ምስ እግዚኣብሔር ኣምላኽ ምስ ቃል ጎይታ ተሰማሚዕኹም ብኣፍኩም ዲክሌር ትገብርዎ ትእውጅዎ ቃል ኣምላኽ ዝተላዕለ ክትጅምሩ ከለኹም ክትዛረቡ ከለኹም ዝነቐጸ ነገርኩም ፍንሕንሕ ይበል እብል ኣለኹ ኣታ ኣታ ዝኸውን ነገር ኣሎ ነገራት ፍንሕንሕ እናበሉ እዮም ነገር እናተንቀሳቐሰ ይብል ኣለኹ ሃሌሉያ ዋው ሃሌሉያ

ኣብ ሓዳርካ ክኸውን እዩ ኣብ ኩነታትካ ክኸውን እዩ ኣብ ደቅኻ ክኸውን እዩ ኣብ ሃገርካ ክኸውን እዩ ኣብ ህዝብኻ ክኸውን እዩ ኣብ ፋይናንስካ ክኸውን እዩ ኢን ጂሰስ ኔም ክዛረብ ምስ ጀመረ እግዚኣብሔር ባረኽ ድሃይ መፅኡ ፍኒሕኒሕ ኮይኑ ድሓር እቲ ዓፅሚ ብትንትን ኢሉ ስለ ዝነበረ እቲ ሓደ ዓፅሚ ናብዚ ክመጽ ጀሚሩ እቲ ሓደ ናብዚ ኣታ ናተይ ቦታ ኣበይ ዘሎ ናተይ ቦታ ኣበይ ዘሎ ናተይ ቦታ ኣበይ ዘሎ ናተይ ቦታ ኣበይ እዩ ዘሎ ክብል ጀሚሩ ሃለሎያ ዌር ኢዝ ማይ ራይት ፕሌስ በቃ ኩሉ ክላጋገብ ከምዚ ማግኔት ዝሰሓቦ ኩሉ ነናቦቱ ነናቦቱ ነናቦቱ ነናቦቱ ክመጽእ ጀሚሩ ሃለሎያ

ሃሌሉያ ሃሌሉያ ሃሌሉያ ሃሌሉያ ቃል ጥራይ ተዛረብ ቃል ጥራይ ተዛረብ ተኣምራት ክመጽእ እዩ ጣ- ቃል ጥራይ ተዛረብ ጴጥሮስ ምሉእ ለይቲ ክጽ- ክጽዒሩ ምስ ሰኣነ በቃ ምንም ነገር ዘየለ ምስ ኮነ በቃ እ? ብጎይታ ተኣዚዙ መርበብካ ደርብ ምስ ተባህለ ነቲ ቃል ኣሚንዎ ሃለሉያ ኣሜን ዶ እቲ ቃል እዩ ተኣምራት ዝገብር እብል ኣለኹ እቲ ቃል እዩ ተኣምራት ዝገብር እቲ ሓለቓ ሚእቲ ቃል ጥራይ ተዛረብ ኢልዎ ቃል ጥራይ ተዛረብ ኢልዎ ንየሱስ ቃሉ እኹል እዩ ምስ ቃሉ ጥራይ ሕበር ስለዚ ህዝቅኤል ክዛረብ ምስ ጀመረ ተኣምራት ክኸውን ጀሚሩ ኣብ ኩሉ ነገር ተኣምራት እዚ እዚ ፋሕ ኢሉ ዝጸንሐ ቫሊ ምሉእ ዝመልአ ዓጻጽምቲ ንሓድሕዱ ተጸዋዊዑ ተጸዋዊዑ ብምሉኡ ተገጣጢሙ ምስ ተገጣጠመ እንደገና ኣምላኽ ኣገጣጠም ኣቢሉ እንደገና ጅማው ትለቢጥሉ እግዚኣብሔር ባረኽ ጅማው ትለቢጡኻ እንደገና ስጋውን ለጢፉሉ እግዚኣብሔር ባረኽ ስጋ ኮይኑ ተጋዲሙ ኣብ መሬት ምስ ኮነ ትንፋስ ኣይነበሮን ይብል እቲ ቃል ጎይታ ይባረኽ ዳሕራይ ግና እግዚኣብሔር ንፋሱ ኣንፊሱ ኡፍ ምስ በለ ሃለሉያ ናብ ህይወ ናብ ናብ ህይወት ምህላው ናብ ህያውነት ድማ ኣምጺዎ ሃለሉያ ናብ ህይወት ምምጻእ ጥራይ ኣይኮነ ኣምጺዎ እቲ ቃል ከም ዝብል ዓቢ ጭፍራ ሰራዊት ድማ ኮነ ይብል ሃለሉያ ሎሚ ታምራት ኣብ ህይወትካ ክኸውን ከሎ እቲ ዝሞተ ሰራዊት ክቕየር እዩ። ሓይሉ ከም ናይ ሰራዊት እዩ ክኸውን። ድሮ እቲ ተኣምራት እንዳኾነ እዩ። ሚራክል ኢዝ ሃፕኒንግ ራይት ናው ራይት ናው ኣብ ህይወትካ ኣብ ነገርካ ተኣምራት እንዳኾነ እዩ። ነዚ ቃል እንዳሰማዕካዮ ተኣምራት እንዳኾነ እዩ። ኣብ ጥዕናኻ ተኣምራት እንዳኾነ እዩ። ኣብ ፋይናንስ ተኣምራት እንዳኾነ እዩ። ሃለሉያ ኣብ ምስ እግዚኣብሔር ዘለካ ረለሽንሽፕካ ተኣምራት እንዳኾነ እዩ ዝሕደስ እንዳተሓደሰ እዩ ክብደት እንዳተቐንጠጠ እዩ ጾር እናፈኾሰ እዩ እናተላዕለ እዩ ኣርዖት እንዳተሰብረ እዩ ኢየሱስ ጎይታ እዩ ሃሌሉያ ክብሪ ንኣምላኽ ይኹን ስለዚ ማይ ኦንሊ ዲቲ ናተይ ፓርት እንታይ ምስልኩም ነቲ ቃል ምእማን ነቲ ቃል ከም ዘለዎ ድማ ምዝራብ እዩ። ቃል እግዚኣብሔር እስኪ መሬት ኣይወድቕን ይበሉ። ዝገሞ ቃል ኣምላኽ መሬት ኣይወድቕን እዩ። ካብ ሳሙኤል ዝተዘርበ ቃል መሬት ኣይወደቐን። ኣሜን ዶ እስኪ ከም በሉ ካብ ሳሙኤል በሉ ዝተዘርበ ቃል ኣምላኽ ኣብ መሬት ኣይወደቐን። ካብ ሙሴ ዝወጸ ቃል እግዚኣብሔር ኣብ መሬት ኣይወደቐን። ካባይ ዝወጸ ቃል ድማ ከስልጥ ደኣ እምበር ኣብ መሬት ኣይክወድቕን እዩ። እስኪ ክብሪ ሃቦ ንጎይታ። ሃሌሉያ! በቃ ተኣምራት ጀሚሩ ኣሎ ተኣምራት ቀጻላ እዩ ኣብ ቤትኩም ቀጻላ እዩ ኣብ ጥዕናኹም ቀጻላ እዩ ኣብ ህይወትኩም ቀጻላ እዩ ኣብ ኩሉ ዘለኩም ዘበለ ናትኩም ዘበለ ዘበለ ኩሉ እቲ ተኣምራት ቀጻላ እዩ ሚራክል ኢዝ ኦልሬዲ ሃፐኒንግ ኢን ዘ ኔም ኦፍ ጂሰስ